ሰላም ከመይ ትጸንሑ ኩቡራት ተዓዘብቲ ንሎሚ ዘዳለናዮ እዋናዊ ዛዕባ ሒዝና ቀሪብና ኣሎና ንምክታልኩም ንዕድም። ኣብ ኤርትራ ክሊማዊ ለውጢ ንምምካት ሰላሳን ክልተን ሚልዮን ዶላር ምወላ ከምዝተመደበ ተገሊጹ። ዓለምለኻዊ ማዕኸን ንሕረሻዊ ምዕባለ፣ ምስ መሳለጥያ ዓለምለኻዊ ከባቢ ብምዃን ኤርትራ ንእትርከበን ሰለስተ ሃገራት ክሊማዊ ለውጢ ኣብ ምምካት ዝሕግዝ ምወላ ክግበር እዩ። ዓለምለኻዊ ማዕኸን ንሕርሻ ምዕባለ ካብ ዓሰርተ ሓሙሽተ ክሳብ ዓሰርተ ትሽዓተ ታሕሳስ፣ ኣብ ዘካየዶ መበል ሰብዓ ሓፈሻዊ ጉባኤ ኣብ ዘመሓላልፎ ውሳነ ኣርብዓን ሸሞንተን ነጥቢ ሓሙሽተ ሚልዮን ዶላር ብቐጥታ ካብኡ ሰማንያ ሚልዮን ዶላር ከኣ ካብ መሻርኽቱ ዝገንዘብ ብምስላዕ ነዘን ሰለስተ ንክሊማዊ ለውጢ ዝያዳ ተቓላዕቲ እየን ዝበለን ሃገራት ክድግፍ ወሲኑ። እዚ ማዕኸን ኣብ ትሕቲ ሕቡራት ሃገራት ዝሰርሕ ኤጀንሲ ኮይኑ፣ ምወላ ብምውህላልን ድኽነት ንምንካይ ውሕስነት ምግቢ ከም ዝህሉ ንምግባር ኣብ ገጠራት ምወላ ዝገብር ትካል እዩ። እቲ ኣብዘን ሰለስተ ሃገራት ክሊማዊ ለውጢ ንምምካት ዝግበር ስርሓት ከኣ ብህዝቢ ዝተማእከለን ብተራ ዜጋታት ዝስራሕ ከም ዝኸውን ተገሊጹ'ሎ። ኣብ ዓለምለኻዊ ማዕኸን ንሕርሻ ምዕባለ ዳይሬክተር ኣከባቢ ክሊማን ጾታን ጁኣን ካርሎስ ሞንዲዛ፣ እዞም ሰለስተ ወፍርታት ንምርኣይ እቲ ማዕኸን ክሊማ ተጻዋርነት ዘለዎ መጻኢ ዘንጸባርቕ ኮይኖም፣ ገጠራት ማሕበረሰብ ናብ ዝተዋደደ ካብ ብከላ ነጻ ዝኾነ ቁጠባታት ዝሰጋገርሉን ስነ-ህይወት ናብ ንቡር ዝምለሰሉን ናይ ገዛእ ርእሶም መነባብሮ ዘመሓይሽሉን እዩ ክኸውን ድማ ኢሉ። ህዝቢ ደሴታት ዝግበር ወፍሪ ብሓንሳብ ብዙሕነት ህይወት ክከላኸሉ ይኽእሉ፣ ብዓቢኡ ከኣ፣ ንክሊማዊ ለውጢ ተጻዋርነት ዘለዎ ንኹሉ ሓቒፉ ቁጠባዊ ዕድላት ክኸፍትን ይኽእል እዩ ድማ ኢሉ። እቲ ኤርትራ ነዚ ምወላ እዚ ዝሰሓበትሉ ቀንዲ ምኽንያት፣ እቲ ኣብ ገማግም ባሕሪ ዝግበር ዘሎ ናይ ማንግሩቭ ምትካል ሰፊሕ ወፍሪ እዩ። እዚ ኣብ ጨዋማ ማይ ክበቁል ዝኽእል ማንግሩቭ ዝተብሃለ ገረብ፣ ክሊማዊ ለውጢ ኣብ ምክልኻል፣ ብዙሕነት ህይወት ኣብ ምስሳን፣ ብማዕበል ዝፍጠር ፍግረ መሬት ኣብ ምክልኻል ዓቢ ግደ እዩ ዘለዎ። እዚ ማንግሩቭ ዝተባህለ ገረብ ኣብ ገማግም ወደባዊት ከተማ ባጽዕ፣ ካብ ባጽዕ ንሰሜንን ንደቡብን ኣብ ዝርከባ ገማግም፣ ኣብ ከባቢ ዓሰብን ኣብ ሓያሎ ገማግም ደሴታትን፣ ገለ ብተፈጥሮ ገለ ከኣ ብሰብ ተተኺሉ ይርከብ። ዓለምለኻዊ ማዕኸን ንሕርሻ ምዕባለ ኣብ ዘውጽኦ መግለጺ፣ ኣብ ኤርትራ ኣብ ገማግም ቀይሕ ባሕሪ ዝትከል ዘሎ ማንግሩቭ፣ ንገማግም ባሕሪ ኣገዳስነቱ ንዝኾነ መነባብሮ ገማግም ባሕርን ክምልስን ክዕቅብን ተጻዋርነት ክሊማ ብዒስራ ሚእታዊት ክሓይልን ሰለስተ ሽሕን ሓሙሽተ ሚእትን ሄክታር ብማንግሩቭ ከምዝሽፈን ዝገብር እዩ ይብል እቲ ንኤርትራ ዝወሃብ ሰላሳን ክልተን ሚልዮን ዶላር ንዒስራን ሓደን ሽሕን ሰለስተ ሚእትን ዒስራን ስድራቤታት ነበርቲ ገማግም ባሕርን ደሴታትን ተሳተፍቲ እዚ ወፍርን ብምግባር ንገማግም ባሕሪ ኣብ ምዕቃብን ማንግሩቭ ኣብ ምትካልን ክውዕል ምዃኑ እቲ ዓለምለኻዊ ትካል ኣብ ዘውጽኦ መግለጺ ሓቢሩ። ላዕለዋይ ሓለቓ ስታፍ ሰራዊት ሊብያ ኣብ ቱርኪ ብሓደጋ ነፋሪት ከም ዝሞተ ቀዳማይ ሚኒስተር ሃገሩ ዓብዱልሓሚድ ድበይብህ ኣፍሊጡ። ምስ ጀነራል መሓመድ ዓዲ ኣሕመድ ኣልሃዳድ ካልኦት ኣርባዕተ ወተሃደራውያን ኣዘዝቲ ሊብያ ኣብታ ነፋሪት ከም ዝነበሩን ትማሊ ሰሉስ ናይ ምሸት ኣብ ርእሰ ከተማ ኣንካራ ናብ ካልእ ቦታ እንዳኸዱ እንከለዉ እታ ነፋሪት ከም ዝወደቐትን ተገሊጹ። ሚኒስተር ውሽጣዊ ጉዳያት ቱርኪ ዓሊ የርሊካያ ኣብ ኤክስ ኣብ ዘስፈሮ ሓበሬታ፣ እቲ ጀነራል ሓምሻይ ርእሱ ዝነበራ ነፋሪት ካብ ርእሰ ከተማ ኣንካራ ምስ ተበገሰት ድሕሪ ኣርብዓን ክልተን ደቓይቕ ርክብ ከም ዘቋረጸት ጠቒሱ። እታ ነፋሪት ርክብ ቅድሚ ምቁራጻ፣ መራሒ እታ ነፋሪት ሓደጋ ኣጋጢምዎ ከም ዘሎ ብምግላጽ ኣብ ዝቐረበ መዕርፎ ነፈርቲ ክዓሊ ሕቶ ኣቕሪቡ ምንባሩ'ውን ተገሊጹ። ስብርባር ናይታ ነፋሪት ኣብ ርእሰ ከተማ ኣንካራ ንሸነክ፣ ደቡባዊ ምዕራብ፣ ከምዝተረኸበን ጠንቂ ምውዳቓ ንምፍላጥ ምርመራ ይግበር ከምዘሎን መንግስቲ ቱርኪ ኣፍሊጡ። ብጀነራል መሓመድ ዓሊ ኣሕመድ ኣልሃዳድ ዝምራሕ ጉጅለ ኣብ መንጎ ሊብያን ቱርክን ወተሃደራውን ጸጥታውን ምትሕግጋዝ ንምድልዳል ዝዓለመ ዘተ ንምክያድ ናብታ ሃገር ከምዝኸደ ጸብጻባት ይሕብሩ።